ሰላም ከመይ ትጸንሑ ክቡራት ተዓዘብቲ ንሎሚ ዘዳለናዮ እዋናዊ ዛዕባ ሒዝና ቀሪብና ኣለና ምክትታልኩም ዕድም ኣምባሳደር ኤርትራ ኣብ ሃገረ ኢጣልያ ዶክተር ፍስሃጽዮን ጴጥሮስ ኣብ ፖርዶኖነ ኢጣልያ ኣብ ዝተኻየደ ሰሚናር ኣኳፋርም ተሳቲፉ ሰፊሕ መግለጺ ሂቡ። ኣብቲ ዝተኻየደ ሰሚናር ብዛዕባ ሃብታም ዝኾኑ ፀጋታት ባሕርን ሃብቲ ዓሳን ከምኡ እውን ምውሓስ ፍርያት ምግብታትን ሕርሻዊ ንጥፈታትን ዘተኮረ ሰፊሕ መግለፂ ኣቕሪቡ። እዚ ኣካል ናይቲ ኣብ ፎርዶነነ ፍየረ ዝተኻየደ ኣህጉራዊ ምርኢት ንግዳዊ ኣክዋፋርም ኮይኑ ምስ ትካል ንግዲ ኢጣልያ ብምትሕባር ዝተዳለወ ሰፊሕ ዘተ እዩ። ኣብዚ ዘተ እዚ ኣብ ፅላታት ዓሳን ሕርሻዊ ምግብን ኤርትራ ንዘሎ ዕድላት ንግዲ ኣጉሊሑ ብምግላፅ፣ ንዓለማዊ ግዱሳት ኣብ ምህርቲ ዓሳን ቀፃልነት ዘለዎ መስርሕ ምግፋፍ ዓሳን ከምኡ እውን ተዛመድቲ ኢንዱስትሪታት ኣብ ምምዕባል ዝብሉ ዘትዮም። ብተመሳሳሊ ዜና ዲፕሎማሲ ዕስራ ለካቲት ክልተ ሽሕን ዕስራን ሽዱሽተን ፈፃሚ ጉዳያት እምባሲ ሃገረ ኤርትራ ኣብ ሸወደን ኣቶ መሓመድ ዓሊ መሓመድ ስዒድ ንተንቀሳቓሲት ኣምባሳደር ሸወደን ኣብ ኤርትራ ሚስ ጄኒ ኦህለሶን ኣብ ቤት ፅሕፈቱ ተቐቢሉ ኣዘራሪቡዋ። ኣብቲ ዝተኻየደ ርክብ ኣብ ምሕያል ዝምድናታትን ምትሕግጋዝ ዘተኮረ ኣገደስቲ ዛዕባታት ብምልዓል ብሓባር ተመያይጦም። ኣብቲ ዕምቆት ዝነበሮ ዘተ ብሕጂ ንዘካይድዎም ሓበራዊ ስርሓት ኣብ መንጎ ክልቲኣን ሃገራት ድማ ብዕቱብ ተላዚቦም። ኤርትራ ኣብ ልዕሊ ሰራዊት መንግስቲ ሱዳን ማእለያ ዘይብሉ ሓገዝ ተዘይትገብር ኣብዚ ሕጂ እዋን ካርቱም ምሃለና ክብል ሓላፊ ኣርኤስኤፍ ሒሜቲ ኣብ ዩጋንዳ ኣብ ዘስመዖ መደረ ገሊጹ። ኣዛዚ ፍሉይ ኣሃዱ ሓይልታት ቅልጡፍ ደገፍ ኣርኤስኤፍ ሌተናል ጀነራል መሓመድ ሓምዳን ደጋሎ ሑሜቲ ቅድም ኣቢሉ ኣብ ዝሃቦ መደረ ኣዘዝቲ ሰራዊት ኤርትራ ኣብ ፖርት ሱዳን ብምዃን ደገፍ ሎጀስቲክ ናይ ድሮንን ከቢድ ብረትን ንሰራዊት ሱዳን ብምሃብ ካብ ካርቱምን ከባቢኣን ክነዘልቕ ተገዲድና ክብል ገሊጹ። እዚ ከምዚ ኢሉ እናሃለወ እውን ኮሎምቢያውያን ዕሱባት ወተሃደራውያት ከም ዝጥቀም ንመጀመርታ ግዘ ከም ዝኣመነ እውን ተገሊፁ። RSF ሓይልታቱ ሰብ ኣልቦ ነፈርቲ መጥቃዕቲ ከካይዱ ቴክኒሻን ከም ዘምፀኣ ኣብቲ መደረ ገሊፁ። ብመሰረት ሓበሬታ ትካል ፕረስ ፈረንሳ ኣስታት ክልተ ሽሕን ሓሙሽተ ሚእትን ዕሱባት ወተሃደራት ኮሎምብያ ኣብ ሱዳን ምስ መሳርዕ ሚሊሻታት RSF ተጸንቢሮም ይዋግኡ ከምዘለዉን፣ እዞም ወተሃደራት ኣብ ወርሒ ክሳብ ኣርባዕተ ሽሕ ዶላር ሕቡራት ኢምራት ዓረብ እንዳመወለትሎም ከምዝዋግኡ እቲ ሓበሬታ ይገልጽ። ውድብ ሕቡራት ሃገራት ዝተወሰኑ ኣዘዝቲ ሰራዊታት ሓይልታት ቅልጡፍ ደገፍ ናብ ፍርዲ ክቐርቡ ይጽውዕ ኣሎ።

ሓይልታት ቅልጡፍ ደገፍ ዝሓለፈ ወርሒ ጥቅምቲ ኣብ ልዕሊ'ቲ ኣብ ኣልፋሽር ዓሪዱ ዝነበረ ሓይልታት ምክልኻል ሱዳን መጠነ ሰፊሕ መጥቃዕቲ ቅድሚ ምኽፋቱ ነታ ስትራተጂካዊት ከተማ ንዓሰርተ ሸሞንተ ኣዋርሕ ከቢብዋ ምጽንሑ ዝፍለጥ እዩ። እቶም ነቲ ጉዳይ ኣጻረይቲ ኣካላት ኮይኖም ዝተመዘዙ ከም ዝሓበርዎ፣ ተዋጋእቲ ሓይልታት ነታ ከተማ ቅድሚ ምቁጽጻሮም ኣብ ዝነበሩ ሰለስተ መዓልታት ውሽጢ ብፍላይ ኣብ ልዕሊ ዓረብ ዘይኮኑ ነበርቲ ዝፈጸምዎ ግፍዒ ዘስካሕክሕ እዩ። እቲ ጉጅለ መርማሪ ሰለስተ ሚእትን ሰላሳን መሰኻኽርን ተረፍ እቲ ዝተፈጸመ ግፍዕታት ዝኾኑ ሰባትን ከም ዘዘራረበ እውን ተገሊጹ። ብተወሳኺ ናብ ጫድን ደቡብ ሱዳንን ተጓዒዙ ምርመራታት ብምክያዱ፣ ሓቃውነቱ ዕስራን ሓሙሽተን ምስላዊ ሓበሬታታት ኣረጋጊጹ እዩ። ከም ጸብጻብ እቲ ጉጅለ፣ ኩሉ ዝረኸቦ ሓበሬታ ዘካይዶ ምርመራን መጽናዕትን፣ ኣባላት ሓይልታት ቅልጡፍ ደገፍ ዓረባውያን ንዘይኮኑ ሰባት፣ እናፈለዩ ከም ዝቐተሉ፣ ከም ዘሳቐዩን ክስደዱ ምግባሮምን እዩ ዘረጋግጽ። እዚ ዝተፈጸመ ግፍዕታት ንኽፍጸም ብቐንዲ ዝሃቀኑን ዘለዓዓሉን ላዕለዎት ኣዘዝቲ ሓይልታት ቅልጡፍ ደገፍ ተሳተፍቲ ምዃኖም ድማ፣ እቲ ጥፍኣት ኣብ እዋን ኵናት ብጌጋ ዝተፈጸመ ጥፍኣት እዩ ክበሃል ኣይከኣልን ብምባል እቶም ኣጻረይቲ ጕጅለ ይገልጹ። ኣብ ቀረባ ግዜ እታ ካልኣይቲ ኣልፋሽር ከይትኸውን ተባሂሉ ተሰጊኡላ ዘሎ ዞባ ኮርዶፋን፣ ንዜጋታት ነበርቲ እታ ከተማ ልዕሊ ዝዀነ እዋን ሕጂ፣ ህጹጽ ሓለዋ የድልዮም ክብሉ ከም ዘተሓሳሰቡ እቲ ጸብጻብ የመላኽት። ግዝያዊ ምምሕዳር ክልል ትግራይ ንሰራዊት ምክልኻል ኢትዮጵያ ናብ ትግራይ ክኣቱ ከም ዘየፍቅድ ገሊጹ። ግዝያዊ ምምሕዳር ትግራይ ሎሚ ኣብ ዘውጽኦ ሓተታ፣ ኣብዞም ቀረባ መዓልታት መንግስቲ ፌደራል ንሰራዊት ምክልኻል ኢትዮጵያ ናብ ትግራይ ክኣቱ ከም ዝኣዘዘ፣ ግዝያዊ ምምሕዳር ትግራይ ድማ እቲ ሰራዊት ኣብቲ ሰሜን እዝ ሰፊሩሉ ዝነበረ መዓስከር ክድኮን ከም እተስማዕምዐ ዝገልጽ ሓበሬታ እተመዛብዐን ካብ ሓቂ ዝረሓቐን ምዃኑ ይገልጽ። እቲ ምምሕዳር ወሲኹ ከምዚ ዝኣምሰለ እተጣመመ ግጉይን ሓበሬታ ኣብ ሕብረተሰብ ናይ ምንዛሕ ስትራተጂ ምንጩ ኮነ ክሃርሞ ዝተደለየ ሽቶ ንጹር ኮይኑ እቲ ዝንዛሕ ዘሎ ሓበሬታ ግና ውጹዕ ሓሶት ከም ምዃኑ ግዝያዊ ምምሕዳር ክገልጽ ይፈቱ ይብል። ዝኸበርኩም ተዓዘብትና ንሕጂ ዝበልናዮም ዜናታት ኣብዚ ዛዚምና ኣሎና ኣኣብ ዘለኹሞ ሰናይ ግዜ እንዳ ተመነና ኣብ ዝቕጽል ቪድዮታት ክበጽሓኩም ሳብስክራይብ ዘይገበርኩም ሳብስክራይብ ክትገብሩ ብኽብሪ ንዕድም።